ሎምዓንቲ ብዛዕባ ፖሲሲዮን ዝበሃሉ ነገራት ኣርቀቅ ኣቢለ ክርእየኩም ክፍትን እየ። ማ እንተይለ ንኣብነት ማ ናተይ ይብል ኣለኹ ንጓል ኮይና ንጓል ኣንስተይቲ ሓደ ነገር እንድሕሪ ኮይኑ እሞ ማሶ ክተይለ ህጂ ንዓይ ሓፍተይ ይብል ኣለኹ እታ ጓል ጓል ስለ ዝኾነት ከም ጓል ኣንስተይቲ ስለ ዝኾነት ማብ ቡተይ ተለ ከኣ ንነገራት ከኣ ማብ ቡተይ ተለ ናተይ ቡተይ ይብሎ ኣለኹ ማለት እዩ ወይ ድማ ማብ ጎ ቁዲ ንሕለ ናተይ ጎ ቁዲ እታ ጎ ቁዲ ፈሚና ስለ ዝኾነት ማ ኢልካ ትጥቀመሉ ንጓል ኣንስተይቲ ንኩሉ ጓል ኣንስተይቲ ማለት እዩ ሞ ትብሎ ከኣ ንወዲ ሞ ቴሌፎን ናተይ ቴሌፎን ወይ ድማ ሞ ፍኼኽ ከኣ ይብል እዘን ሰለስተ እዚአን ሓደ ዓይነት ኣገባብ ዘለወን ኮይነን ንናተይ ዝእዝዛ ኮይነን እዚ ንወድ ተባዕታይ ዝእዝዝ ዘመልክት እዚ ንቡዙሕ ነገር ዘመልክት እዚ ከኣ ንጓል ኣንስተይቲ ዘመልክት ነገር እዩ ማለት እዩ እታ ቪድዮ ኩላ ክትሪእዋ ክትክእሉ ኣለኩም ምክንያቱ ኣብ ታሕቲ ብዙሕ ነገር እየ ሒዘልኩም መጽእ ዘለኹ እቶም እታ ቪድዮ ንሪኣ ዘለና ሰባት ከኣ ብፈሎው ዝገበርና ፈሎ ሳብስክራይብ ንግበር ኮመንት ድዩ ላይክ ገለታት ፓክታጅ ናብቶም ዘይፈለጡ ዘለዉ ቻነል ንክዓቢ ስለዚ እዘን ሰለስቲኦን ሓደ ዓይነት ኣገባብ ኣለወን ሜ ንብዙሕ ነገር እዩ ንናተይ ዝእዝዛ ነገርን ሰለስቲኦን ተረዲኹምኒ ናተይ እየን ናተይ እዩ ዝብሎ ነገር እዩ እታ ጓል ናተይ እያ እዚኣ ናተይ እያ ይብላ ኣለኹ እዚ ናተይ እዩ ይብላ ኣለኹ እሞ ተለ እዚኤን ናተየን ወይ ድማ እዚኣቶም ናተዮም ብለኻ መ ማለት እዩ ተረዲእኩም እዚ ንብዙሕ ነገር ዝኣዝ ኮይኑ እዚ ንሓደ ኮይኑ ከም ወዲ ትገብሮ ነገር እዚ ከዓ ማ ከዓ ከም ጓል ትገብሮ ነገር ልክዕ ኣብ ታሕቲ ዘለዋ ከዓ ከመን ማለት እዩ ትርጉመን ግን ከዓ ታት ኮይኑ ናትካ ዝታ ናትካ ንጓል ኣንስተይቲ ተብሎ ነገር ልክዕ ከምዚ ማ ከምዚ ናተይ ክብሎ ጸኒሕኩ እዚ ከኣ ናትካ ኮይኑሲ ናትካ ኮይኑስ ግን ከኣ እዚ ናትካ ንጓል ናትካ ንወዲ ኮይኑ ከኣ እዚ ናትካ እቲ ነገርስ ወዲ ክወ ተባዕታይ እንድሕር ኮይኑ እዚ ከኣ እቲ ነገራት ብዙሕ እንድሕር ኮይኑ ተ ትብሎ ማለት እዩ ንኣብነት ታሶኽ ይብሎ ሓፍትኻ ይብሎ ኣለኹ ቶን ፍሬኽ ሓውካ ምክንያቱ እታ ሶክ ሓፍትካ ጓል ስለ ዝኮነት ቶን ፍሬር ከኣ ወዲ ስለ ዝኮነ ተ ፍሬር እቶም መወዳት ብዙሓት እንተኮይኖም ተ ፍሬር ወይ ድማ ተነዋልድ ብዙሓት እንድሕር ኮይነ ሕጂ ተ ሶክ ይብሎ ኣለኩ ማለት እዩ ንብዙሕ ነገር ጠቅስ እዩ ማለት እዩ እዚ ከዓ ኣብ ኣገባብ ስርዓት ነዚ ነዚ እንተሒዝናዮ እዚ እውን እቲ ስርዓቱ ሓደ እዩ እሳ ተልና ናይቲ ይብለ ኣለኹ ማለት እዩ ኣብዚ ናትካ ክብል ፀኒሐ ኣብዚ ናተይ ክብል ፀኒሐ ኣብዚ ናትካ ክብል ፀኒሐ

ፐሮ ይበሃሉ ማለት እዩ ሴ ፐሮ ናቱ ስድራ ቤት እዮም ይብሉ ኣለኹ ማለት እዩ ስለዚ እዚ ንብዙሕ ነገር ዝነግር እዚ ከኣ ንማስኩላ ኮይኑ ናቱ ትብሎ እዚ ከኣ ናቱ ኮይኑ እታ ነገር ፈሚና ክትከውን ኣለዋ ማለት እዩ ስለዚ እዚ ናተይ ንዓይ ዘመልክት እዚ ናትካ ዝኸውን እዩ እዚ ከኣ ናይቲ ይኸውን ማለት እዩ ስለዝፈላለዩ ኣብቲ ብዙሕን ማስኲላ እ ፈሚና ተረዲኹምኒ ኣብዚ ረዮ ፈሚና ማስኲላ ብዙሕ ፕሉሪያል ይበሃል ማለት እዩ ፍራንስካ ብዙሓት ነገር ኣብዚ ንምፃ ሕጂ ኣብዚ ተመፂና ኖ ትኽቲ ኮይኑ ናህና ማለት እዩ ንሕና ብዙሓት ሰባት ኮይና እዚ ነገር እዚ ወይ ድማ እዚ ሓደ ነገር ናህና ይክትሎ ትኾንካ እቲ ነገር ሓደ ኮይኑ ንሕና ከኣ ብዙሓት እንድሕር ኮይንና ናህና ንብሎ ማለት እዩ ኖትኽ ንብሎ ሕጂ ኖትኽ ሜዞ ተልና እታ ገዛ ሓንቲ እንድሕር ኮይና ኖትኽ ኖትኽ ሜዞ ይብላ ኣለኹ ማለት እዩ ንሕና ብዙሓት ኢና ተረዲኹምኒ ኖትኽ ይብላ ኣለኹ ማለት እዩ ንኣብነት እቲ ገዛ ብዙሕ ይኹን ንበሎ ወይ እቲ ዝኾነ ነገር ብገዛ ኣብነት ዝህበኩም ዘሎ ቅል ስለ ዝበለ ኖ ትኹን ኖ ንብሎ ማለት እዩ እቲ ገዛ ብዙሕ ኮይኑ ንሕና ከኣ ብዙሓት ኮይና ኣለና ማለት እዩ እቲ ገዛ ብዙሕ ሰለስተ ገዛ ተኮይኑ ንኣብነት ሕጂ ንሕና ከኣ ሰለስተ ኣርባዕተ ተኮይና ን ሜዞ ሕጂ ኣብዚ ን ትኩ ሜዞ ዝብሎ ዘለኩ ንሕና ብዙሓት እታ ገዛ ከኣ ሓንቲ ተኮይና እቲ ነገር ከኣ ሓደ ነገር ተኮይኑ ማለት እዩ ኣብዚ ን ንብሎ ከኣ ንሕና ብዙሓት እቲ ነገር ናህና እዩ ንብሎ ዘለና ከኣ ብዙሕ ንሕሪ ኮይኑ ን ንብሎ ናህና ይብሎ ማለት እዩ ይርዳእኩም ክኸውን ተስፋ ይገብር ቮትኹ ከኣ ልክዕ ከምዚ ናህና ዝብሎ ዘለኹ እዚ ከኣ ናትኩ ማለት እዩ ሕጂ ቮትኽ ክንጥቀቅሉ ዘለና ቮትኽ ንሓደ ዓቢ ሰብኣይ ንተኽብሮ ናትኩም ትብሎ ኢኻ ኣብ ዝኾነ ንጀ ኤርትራ ገለታት ንሓደ ዓቢ ሰብኣይ ተኾይኖም ናትኩም ናትኩም ድዩ እዚ ንብረት ገለም ስብሎም ዋላ ሓደ ከም ዓቢ ሰብኣይን ከም ብዙሓት ገርካ ጽውዖም እዚ ከኣ ቮትኽ ንብዙሓት ክኸውን ይኽእል ንሓደ ንተኽብሮን ዘይትፈልጦ ኣብ ዝኾነ በጽሕፈት ድዩ ገለ ማለታት ከኣ ክኸውን ይኽእል እዩ ማለት እዩ ስለዚ ቮትኽ ትብሎ ናክ ኣብ ወይ ከምዚ ክብለኩም ዝጸናሕኩ ን ብዙሓት ከም ብዙሓት ገርና ንሓዞ ማለት እዩ ናትክ ናትኩም ትብሎ ኣለኻ እቲ ነገር ሓደ ነገር እዩ ተረዲኹምኒ እቶም ነገ እቶም ሰባት ብዙሓት ኮይኖም እቲ ናቶም ዝኾን ዘሎ ከኣ ሓደ ነገር እዩ ማለት እዩ ሕጂ ንኣብነት ኣብዚ ንሕና ብዙሓት ምስ ጸኒሕና እቲ ገዛ ሓደ ተኮይኑ ናህና ገዛ እታ እቲ ሓንቲ ገዛ ማለት እዩ ናህና ገዛ ይብላ ኣለኹ እቶም ነገራት እቶም ሰባት ብዙሓት ኮይና ኣብዚ ከኣ እቲ ገዛ ብዙሕ ኮይኑ ንሕና ከኣ ብዙሓት ኮይና እቲ ገዛ ኖ ሜዞን ሃና ገዛውቲ ይብላ ኣለኹ ማለት እዩ ኣብዚ ሽዑ ቮት ክትልካ ሽዑ ቮት ንሳቶም ብዙሓት ኮይኖም እቲ ነገር ከዓ ኖ እቲ ነገር ከዓ ሓደ ነገር ኮይኑ እሶም ከዓ ብዙሓት ወይ ድማ ከም ዓብዪ ሰብ ኣይ ድሕሪ ኮይኖም ቮት ክኢልካ ናታትኩም ትብሎም ኣለካ ማለት እዩ ኣብዚ ከዓ ንሶም ብዙሓት ኮይኖም እንድሕሪ እቲ ንብረት ከዓ ብዙሕ እንድሕሪ ኮይኑ ወይ ድማ ንሱ ሓደ ሰብ እንድሕር ኮይኑ ንኣብነት እቲ ኣነ ንስኻ ንስኻ እንድሕር ሓደ ኮንካ ብዙሕ ገዛውቲ ሃልዩካ ቮ ሜዞ ይብሎ ኣለኹ ማለት እዩ ቮ ሜዞ ወይ ድማ ተ ሜዞ እንድሕር ሓደ ሰብ ኮይኑ ተረዲኻኒ ተ ሜዞ እቲ እቲ እቲ ገዛ ብዙሕ እንድሕር ኮይኑ እቲ ሰብ ሓደ እንድሕር ኮይኑ ተ ሜዞ ናትካ ገዛውቲ ይብሎ ኣለኹ እንድሕር እቶም ሰባት ብዙሓት ኮይኖም እቲ ገዛ ከኣ ብዙሕ እንድሕር ኮይኑ ቮ ሜዞ ብብዙሕ ብብዙሕ ማለት እዩ እዚ ንሕና ብዙሓት ተኮይንና እዚ ከኣ ንሳትሶም ብዙሓት ተኮይኖም እቲ ነገር ብዙሕ ተኮይኑ እቲ ነገር ከኣ ትሕብሮ ዘሎ ከኣ ብዙሕ ነገር ኮይኑ ማለት እዩ የቅልጥፈኩም ከይሉ ሶሪ እየ እዘን ክልተ ክብረልኩም ጸኒሐ ኖትኽ ናህና ማለት እዩ እቶም ሰባት ብዙሓት እቲ ነገር ሓደ እኖ ከኣኒ እቶም ሰባት ብዙሓት እቲ ነገራት ናህና ትሎ ዘለካ ብዙሕ ዝኻ ልክዕ ቮትኽ ከኣ ቮትኽ ዝኸውን ዘሎ ንስኻትኩም እዚ ናትኩም ትብሎ ኣለኻ ማለት እዩ እቶም ሰባት ብዙሓት እቲ ነገር ሓደ እዚ ከኣ እቶም ሰብ ናትኩም ክትብሎ እንኮንካ ከኣ እቶም ሰባት ብዙሓት እቲ ነገር ከኣ ብዙሕ ይኸውን ኣሎ ማለት እዩ ሎኽ እዚ ከም ዘሎ ናታቶም ማለት እዩ ናታቶም እቲ ነገር ሓደ ነገር ተኮይኑ ማለት እዩ እቲ ዝሕብሮ ዘሎ እቲ ብዝገዛ ክረደኩም ንኣብነት ብገዛ ማለት እዩ ሎኽ ሜዞን ቴለ እታ ገዛ ሓንቲ ኮይና ኣላ ማለት እዩ ሎቕመ ዘተለ ግን እቲ ገዛ ብዙሕ ይኸውን ኣሎ ሎጂክ ከምዚ ሲምፕል ነገር ገርኩም ክትርድኦ ማለት እዩ ንኣብነት ሎቕ ማለት ተረዲኩም ናታቶም ማለት እዩ ናታቶም ናታቶም ኣብዚ ምሽ ሳ ክብል ጸኒሐ ናቱ ክብል ጸኒሐ ኣብዚ ከዓ ብዙሓት ንሕርኸን እቶም ሰባት ሎኽ ይብላ ኣለኹ ማለት እዩ ብዝከ እቶም ሰባት ብዙሓት ኮይኖም እቲ ንብረትን እቲ ገዛን ወይ እቲ ዝሕብሮ ዘሎ እቲ ገዛ ብዙሕ ኮይኑ ንሶም ከኣ ብዙሓት ኮይኖም ሎክ ናታቶም ከኣ ይብላ ኣለኩ ማለት እዩ ተረድኡና ከምዚኤን ወላ ክደግመልኩም ኦኬ ከምዚ ኦኬ ክደግመልኩም እየ ሎክ ዝበሃል ናቶም ኢለ ኣለኹ እቶም ሰባት እቶም ሰባት ብዙሓት ኮይኖም እቲ ነገር ሓደ እንድሕር ኮይኑ እዝስ ናቶም እዩ ይብሎ ኣለኹ እቲ ሎኽ ሜዞ ናቶም ገዛ እዩ ይብሎ ኣለኹ ማለት እዩ እዚ ሎኽ ዝብሎ ከኣ እቶም ሰባት ብዙሓት ኮይኖም እቲ ገዛውቲ ከኣ ብዙሕ ኮይኑ ሶ ሎኽ ሜዞ ናቶም ገዛውቲ ይብሎ ኣለኹ ማለት እዩ ብሓጺሩ ኤስ ስለ ዘለዎ ኣብቲ መወዳእታ ኣብዚ ንኣብነት ማ ሜዞ ቴለ ናተይ ገዛ ይብላ ኣለኹ ማ ሜዞ ናተይ ገዛ ምክንያቱ እታ ገዛ እቲያ ስለ ዝኾነት ፈሚና ስለ ዝኾነት ማለት እዩ። ፈሚና ስለ ዝኾነት ማ ሜዞ፣ ማሜዞ፣ ኢለ ከም ፈሚና የብሎ ኣለኹ። እዚ ኸኣ ማስኲላ ስለ ዝኾነ ከም ወድ ተባዕታይ ስለ ዝሪኦ እዚ ሊቭር ሞ ሊቭር ይብላ ኣለኹ ማለት እዩ። ሞ ሊቭር ኢለ ይገልጾ ኣለኹ ማለት እዩ። ኣብዚ እቶም ኣዕሩኽተይ ብዙሓት ስለ ዝኾኑ ሜዛሚ ሜ ዛሚ ሜ ዛሚ ናተይ ኣዕሩኽተይ ኤስ ኣሎ መወዳእታ ትሪእዎ ኣለኹም ኣብዚ ከኣ ኤስ ኣሎ ኣብዚ ሊቭኽ ዝብሎ ዘለኹ እሞ ሊቭኽ ማስኲላይ ኤስ የብሉን ተረዲኹምኒ ሓንቲ መጽሓፍ እያ ናተይ መጽሓፍ ይብሎ ኣለኹ ማለት እዩ ናተይ መጽሓፍቲ ኣይብልን ዘለኹ ናተይ መጽሓፍ ሓንቲ መጽሓፍ እዚ ከኣ ሓንቲ ገዛ እያ ናተይ ገዛ ሓንቲ መጽሓፍ ማሜዞ ይብላ ኣለኹ ማለት እዩ ስለዚ ኣብዚ ሜ ዛሚ ዝብሎ ዘለኹ እቶም ምዕሩኽተይ ብዙሓት እዮም ኣነ ኸኣ በይነይ ኣነ ኣነ በይነይ እየ እቶም ኣዕሩኽተይ ብዙሓት እዮም ሜዛሚ ይብላ ኣለኹ ማለት እዩ ኣብዚ ታሶኽ ቴለ ሓፍትኻ ይብላ ኣለኹ ማለት እዩ ታሶኽ ታሶኽ ናትካ ሓፍትኻ ናተይ ሓፍተይ ዘይኮነሲ ማሶኽ እየ ዝብል ንድሕሪ ማ ኢለ ሶኽ ቴለ ማሶኽ ናይ ሓፍተይ ይብላ ኣለኹ ታሶኽ ቴለ ግን ንዓኻ ሓፍትኻ ይብላ ኣለኹ ማለት እዩ። ቶንስቲሎ ንኣብነት ማስኩላ ተኾይኑ ቲፒሮ ተባዕታይ ስለ ዝኾነ ቶንስቲሎ ይብላ ኣለኹ። ኩሉ ግዜ ቶ ዝገልጽ ናትካ ዝገልጽ ንማስኩላ ማለት እዩ። እታ ዝኾይኑ ከዓ ንፈሚና ኮይኑ ናትካ ኮይኑ እቲ ነገር ፈሚና እንድሕር ኮይኑ ማለት እዩ። ሕጂ ቴሹስዩኽ ኢለ ብዚ ናትካ ጫማ ቴሹስዩኽ ርእዮ ኣብዚ ቴ ንብዙሕ ነገር ክብለኩም ጸኒሐ እየ ዘሎ ሹስዩኽ ብዙሕ ጫማ ካብ ክልተ ክልተ ጫማ ስለ ዝኾነ ትሹስ ሺኽ ነትካ ጫማ ትብለልኹ እቲ ጫማ ብዙሕ ነገር ስለ ዝኾነ ነትካ ጫማታት ጫማታት እኳ ትብለና ኣብ ትግርኛ ግን ነትካ ጫማ ቴሹስ ሺኽ ቴ ይለልኹ ማለት እዩ ቴ ሹስ ሺኽ ነትካ ጫማ ስለዚ እዚ ንብዙሕ ከም ዝኾነ ተረዲእኩም ኣሎ እዚ ንሓደ ነገር ኮይኑ ንማስኩላ እዚ ንፌሚና እንዳተረዳእና ይኸዳሉ ማለት እዩ ሳሜኽ ኣብዚ ህዳምነትሽ ሳሜኽ ናት ንዕኡ ኣድኡ ሶን ሳክ ንዑ ናቱ በርሳ ኣብዚ ሳሜኽ ቴለ ንዑ ኣድኡ ይብላ ኣለኹ ማለት እዩ ድሕሪ ሶን ሳክ ቴለ ከኣኒ ናቱ ቦርሳ ይብላ ኣለኹ ሶን ናቱ ኮይኑ ንማስኩላ ዝነገር ነገር እዩ ማስኩላ ማለት ከም ተባዕታይ ገርና ንገልጾ ነገር እዩ ፈሚና ፈሚናት ኮይኑ ከኣኒ ሳ ከኣ ንብሎ ንኣብነት ከም ሳሜኽ ሜኽ ኣደ ኣነስ ከም ፈሚና ስለ ዝኮነት ሳ ንብሎ እዚ ከኣ እቲ ቦርሳ ከም ወድ ተባዕታይ እዚ በርሳ ስለ ንብል እዛ በርሳ ስለ ዘይንብል ማለት እዩ so ሳክ ናቱ ቦርሳ ይብላ ኣለኩ ማለት እዩ ሕጂ እቶም ነገራት ዘለዎ ብዙሓት ይኮኑ ብዙሓት ቆልዑት ኣለዎ ንኣብነት ወይ ብዙሓት ኮኑ ይኮኑ ብዙሓት ቆልዑ ኮኑ ይክእሉ ብዙሓት ቦርሳ ኮኑ ይክእል ብዙሓት ኣደታት ኮና ይክእላ ኣብዚ ግን ንኣብነት ከም ቆልዑ ምጽዮ ዘለኹ ምስ ኩሉ ክሰርሕ ይክእል ማለት እዩ ሴዛንፎ ቴለ ሕጂ ናብ ነዛ ሳክ ኤስ ትሓዊሰላ መወዳእታ በዚኣ ገረ ሴሳ ክብል ይኽእል እየ ብዙሕ ናቲ ቦርሳ ተኾይኑ ማለት እዩ ኣብዚ ሴዛንፎ ይብላ ኣለኹ ሴዛንፎ ቴለ እቶም ቆልዑ ብዙሓት ስለ ዝኾኑ እንታይ እትሉ ኣለኹ ብዚ ኤስ እትሉ ኣለኹ ማለት እዩ ሴዛንፎ ኢለ ኣለኹ ማለት እዩ ኤስ ናቱ ቆልዑት ሴ ናቱ ኩሉ ግዜ እዞም ሰለስተ እዚኦም ሳ so se ዝገልጽ ናቱ ናቱ ኮይኑሲ ንብዙሕ ነገር ክኸውን ይኽእል ን ንማስኩላ ን ፈሚና ክኸውን ይኽእልዩ ማለት እዩ se ዘንፎ ናቱ ቆልዑት ይብላ ኣለኹ ማለት እዩ ኣብዚ ኖትኽ ክላስ ናህና ክላስ ኖትኽ ቶም ሰባት ብዙሓት እዮም ከምዚ ዓንተ ክብለኩም ጽናኹ ቶም ሰባት ብዙሓት እዮም እቲ ክላስ ግታ ክላስ ግን ሓንቲ እያ ማለት እዩ ሕጂ ኖት ክኩን ከለኩ ናህና ይብል ኣለኩ ኣነ ናብ ናብቲ ናብኡ ኣትየ እቲ ነገር እቲ ነገር እቲ እታ ክዳስ ሓንቲ ኮይና ንሕና ግን ብዙሓት እና ማለት እዩ ናህና ክዳስ ይብል ኣለኩ ማለት እዩ ስለዚ ኖት ይብል ኣለኩ ማለት እዩ ኣብዚ ኖ ካየ ተይለ እቲ ካየ እቲ ጥራዝ ብዙሕ እዩ ንሕና ኣብ ብዙሓት ኢና ማለት እዩ ኖ ይብል ኣለኩ ኖ እያ ትድመጽ ኣይትድመጽን እያ ኖ ካየ ኖ ካየ ናህና ጠራዛውቲ ይብል ኣለኹ ማለት እዩ። ኣብዚ ኤስ ሓዊሰ ኣለኹ፣ ኣብዚ ከኣ ኤስ ገይረሉ ኣለኹ ማለት እዩ። ን ካየ፣ ናህና፣ ጥራዝ ይብል ኣለኹ ማለት እዩ። ኣብዚ ሕጂ ቮትር፣ ናትኩም፣ እቶም ሰባት ብዙሓት እዮም፣ እቲ መምህር ከኣ ሓደ እዩ። ኣብዚ ዝክርደኣና ዘሎ ማለት እዩ። ቮትር ፕሮፌሰር ተይለ፣ ናትኩም መምህር፣ ቮትር፣ እቶም ተማሃሮ ብዙሓት ኮይኖም፣ እቲ መምህር ከኣ ሓደ እንድሕሪ ኮይኑ፣ ናትኩም መምህር፣ ሕጂ እዚ ናትኩም ከምዝኾነ ንሓዞ ማለት እዩ ናትኩም ከምዝኾነ ተረዲኡና ኣሎ ሕጂ እቲ ቴሌፎን ብዙሕ ኾይኑ እቲ ነገር ብዙሕ ድሕሪ ኮይኑ ኣብ ቴሌፎን ጥራይ ዝኾነ ኣብ ዝኾነ ነገራት ብዙሕ ድሕሪ ኮይኑ ናታትኩም እቲ ነገር ብዙሕ ኮይኑ እቲ ናታትኩም ጅብቲ ትግርኛ ኣብዚ ትግርኛ ክትርጉሞ ከለካ ተኣሽሙ እንዲ እቮ ቴሌፎን ቴሌ ናትኩም ቴሌፎን ቴሌ እቲ እቶም ሰባት ብዙሓት እዮም እቶም ተሌፎን ከኣ ብዙሓት እዮም ማለት እዩ። ዓሰርተ ሰባት ሕጂ ምስ ተሌፎኖም እንተሃልዮም ቮ ተሌፎን ቴለ እኩፐ ቮ ተሌፎን ቴለ ሕጂ ኩፐ ኤታ ኤታ ቮ ተሌ ኤታ ንክቮ ተሌፎን ኤታ ማለት ኤታ ናይ ናይ ምጥፋእ ማለት እዩ። ኤተኘ ቮ ተሌፎን ድሕሪ ኢለኩም ንኣብነት ኤተኘ ማለት ብዙሓት ስለ ዝኾነ ማለት እዩ። ኤተኘ ቮ ተሌፎን ድሕሪ ኢለ ተሌፎንኩም ኣጥፍኡ ይብለኩም ኣለኹ። ኤታ እንቶም ተሌፎን እንተለ ንሓደ ሰብ ኤተኘ እንተለ ከኣኒ ንብዙሓት ሰባት ይኾንሎም ኣሎ ማለት እዩ። ስለዚ ቮ ዝብል ንብዙሕ ነገር ጠቅስ ኮይኑ ኤስ ስለ ዘሎ ኣብ መወዳእታ ኣብዚ ከኣ ናታትኩም ይኾን ኣሎ ማለት እዩ። እቶም ሰባት ብዙሓት እዮም እቲ ተሌፎን ከኣ ብዙሕ እዩ እቲ ነገር ከኣ ብዙሕ እዩ ማለት እዩ። ወላ ተሌፎን ኣውጺእና ካሊእ ተቲናሉ ቮ ናታትኩም ኮይኑ እቲ ነገር ብዙሕ ተኾይኑ ማለት እዩ። ሎኽ ኤኮል ናቶም ትምህርቲ ሎኽ ኤኮል ሎኽ ኤኮል ናቶም ትምህርቲ ስለዚ ናታቶም ትምህርቲ ናይት ናቶም ማለት ናይ ናይቲኦም ትምህርቲ ይብላ ኣለኹ ማለት እዩ ሎኽ ኣነ ምሰም እንዳተዛረብኩ ናይቲኦም ይብላ ኣለኹ ማለት እዩ ተረዲኹምኒ ኣብዚ ኸዓ ሎኽ ኮይኑ ከዓኒ ልክዕ ከምቲ ብላዕሊ ዝረድእኹም ሎኽ ስቲሎ ናታቶም እቶም ሰባት ብዙሓት እዮም እቲ ስቲሎ ቱፒሮ ከዓ ብዙሕ እዩ ማለት እዩ ናታቶም ስቲሎ እቶም ሰባት ብዙሓት እዮም ቱፒሮ ከዓ ብዙሕ እዩ ናይቲኦም ስቲሎ ይብላ ኣለኹ ማለት እዩ ናይቲኣቶም ስቲሎ ኣነ ምስ ሰብ ኮይነ ናይቲኦም ስቲሎ

ትብል እሞ ን ተሌፎን ኢልካ ትጅምር እስኻ ሽዑ እሞ ን ተሌፎን ኢኻ ትብል እምበር ን ተሌፎን ኢልካ ኣይትጅምርን ኢኻ ቶ ኢለ ናትካ ተኢለካ እስኻ ኸኣ እሞ ኢልካ ትምልሰለይ ማለት እዩ እውኤ ቶ ን ተሌፎን ኢለ ተሓቴ ንሓደ ሰብ ወይ ንሓንቲ ሰብ እሞ ን ተሌፎን ኤ ኢሉ ኣብቲ ዘላቶ ተሌፎን ይነግረኒ ማለት እዩ እሞ ን ተሌፎን ኤ ዳማ ፖሽት ኢሉኒ ኣብ ፖሽ ፖሽ ማለት ፖሽ እዚ ጁባ ማለት እዩ ኣብ ጁባይ ኣላ ይብለኒ ማለት እዩ ቫሲታ ሸዝ ቫሲ ታሸዝ ታሸዝ ታ ሸዝ እዪ እዚ ኮፍ መበሊ ማለት እዩ እዚ ኮፍ መበሊ ሸዝ እዚ ኩርሲ ማለት እዩ ሸዝ ፌሚና ስለ ዝኾነት ታ ኢለ ኣለኹ ማለት እዩ ከም ጓል ስለ ዝኾነት ታ ነገር ታ ቫሲ ታሸዝ ኮፍ መበሊ ናሃለኩም ናሃለኩም ኮፍ መበሊ ይብላ ኣለኹ ማለት እዩ ሎኽ ክላስ ኤ ግራንድ Leur classe est grande ናቶም ክላስ ሲ ብጣዕሚ ዓባያ ሕጂ Leur classe Leur ናታቶም ክላስ ንሳቶም ብዙሓት እዮም ተረዲኹምኒ እታ ክላስ ከኣ Leur ንሳቶም ብዙሓት እዮም እታ ክላስ ከኣ ሓንቲ እያ ናታቶም ክላስ ሲ ዓባያ ሕጂ ንምንታይ እ ተሓዊስዎ መዳእታ እታ ክላስ ፈሚና ስለ ዝኾነት ናታቶም ይብላ ኣለኹ ብዚ እቲ መምፅኢ ናቱ ስለዝኾነ ናታቶም ኢለ ብዚ ክላስ ኤ ግራንድ እታ ክላስ ከዓ ፌሚና ስለዝኾነት ግራንድ ኣብዚ ኡ ሓዊሰላ ኣለኹ ኣብዚ ከዓ ኖ ሊቭር ናህና ማለት እዚ ናህና ናህናይ ንሕና ብዙሓትና እቲ መፅሓፍ ከዓ ብዙሕ እዩ ተረዲኹምኒ ስለዚ ናህና ይብላ ኣለኹ ኖ ሊቭር ሶን ቲሲ ሶን ቲሲ ቲሲ ካብዚ ተ ክሳብ ኢ ቲሲ እዩ ዝንበብ ን ሊቭር ሶን ቲሲ ናህና መጽሓፍቲ ኣብዚ ኣሎ ይብል ኣለኹ ን ሊቭር ሶን ቲሲ ናህና መጽሓፍቲ ኣብዚ ኣሎ ስለዚ ን ን ዝብሎ ዘለኹ ንሕና ብዙሓትና እቲ መጽሓፍቲ ብዙሕ እዩ ማለት እዩ እቲ ነገር ከኣ ብዙሕ እዩ ወላ መጽሓፍ ኣውጺኹም እቲ ነገራት ብዙሕ ንሕሪ ኮይኑ ን ሊቭር ሶን ቲሲ ናህና መጽሓፍቲ ሲ

ሴ ሜ ዛሚ ሜ ሕጂ ተ እንድሕር ኢለ ሜ ይብላ ኣለኹ ማለት እዩ ሜ ዛሚ ዊ ኢልክና መሊስና በቲ ቅድሚት ዊ ሴ ሶ ሜ ዛሚ ዊ ሴ ሶ ዊ ሴ ሶ ሜ ዛሚ ንብላ ኣለና ማለት እዩ

ትብል ማለት እዩ ኡኤ ቶን ቴሌፎን ኡኤ ቶን ቴሌፎን ኣበላ ቴሌፎንካ ተለካ ሞን ቴሌፎን ኤ ደማ ፖሽ ሽፖንስኪ ዩቭላቪ ክሳ ክልክባኽ ገለ ፅሒፈልኩም ነረ እዚኣ መስለኒ ቴሌፎን ካበላ ተለኩም ቴሌፎን እያ ክንደለልኩም ሞን ቴሌፎን ኤ ልካ እሞ ቶን ስለ ዝኾነ ሽዑ እሞ ንብል ማለት እዩ ኣብዚ ኣብዚ እሞ እሞ ንፅሕፍ ማለት እዩ እሞ ቴሌፎን ኢልና ኣብቲ ዘላቶ ነገር ንነግሮ ማለት እዩ። ሞን ቴሌፎን ኤ ኣቬክ ሞን ኣሚ ው ኣቬክ ሞዋ ዳን ሞን ሳሎን ዳን ላ ኩዚን ፓምፖርት ኣብቲ ዘላቶ ማለት እዩ። ስለዚ እቲ ናይ ፌሚና ማስኪና ዝኾነ ነገር ፈላሊና ክንሪኦ ንክእል ኣለና። ኣብዚ ጨገር ዘይተረዲና ማለት እዩ።

ንሕና ገዛና ንፈትዎ እና ኑዜሞ ኑዜሞ ንሕና ኖት ኽሜዞ ኖት ናህና ይኾን ኣሎ ዝሪ ኖት ኽሜዞ ናህና ገዛ ይኾን ኣሎ ስለዚ ኣብዚ ኖት ኺደ ኣለኹ ማለት እዩ ኖት ሜዞ ይብላ ኣለኹ ንሕና ብዙሓትና እታ ገዛ ሓንቲ እያ ኖት ኽሜዞ ይብላ ኣለኹ ማለት እዩ Ma maison est grande Ma maison est grande ስለዚ ኣብዚ እታ ገዛ ዓባይ ስለ ዝኾነት ፈሚና ኸኣ ስለ ዝኾነት እ ሓዊሰላ ኣለኹ ማለት እዩ

ምክንያቱ ሶኽ ሓፍትኻ ሰበይላ ወይ እቶን ሶኽ ይብልና ማስኲላ እዚ ማስኲላይ እዚ ከኣ ንጓል ኣንስተይቲ ዝነግር እዩ ሶኽ ከኣ ጓል ኣንስተይቲ ሓፍቲ ማለት እዩ ስለዚ ተ ከይከውን ከኣ ኣብዚ መወዳእታ ኤስ የብሉን ተረዲኹምኒ ኣብዚ ከኣ ሶ ኣይኮነን ዘሎ ማለት ስለዚ ታ ሶኽ ይኸውን ንዛቮ ኣሎር ንዜሞ ኖት ሬኮል ንዜሞ ኖት ሬኮል ኑዝ እሞ ኖትረ ኤኮል ትምህርትናስ ንፈትዎ እና ይብል ኣለኹ ማለት እዩ ትምህርትና ንፈትዎ ኢና ኖትረ ኤኮል ናህና ማለት እዩ ናህና ኑዝ እሞ ተረዲኹም ኑዝ እሞ ንሕና እዩ ንፈትዎ እና ኖትረ ኤኮል ኖዝ ኤኮል ተዝኾን እቲ ትምህርቲ ሓንቲ ቤት ትምህርቲ እያ ኤስ የብላን መወዳእታ ሎኽ ከኣ ናታቶም ማለት እዩ ስለዚ ናህና ይኾን ኣሎ ማለት እዩ ኑዝ እሞ ኖትረ ኤኮል ሓምሸቲ ኢል ሸርሽ ሎኽ ሳክ ሎኽ ሳክ ኡሶን ሳክ ኢል ሸርሽ ምክንያቱ ኢል ብዙሓት እዮም ኢል ሎኽ ይኸውን ኣሎ ማለት እዩ ብዚ ሎኽ ሳክ ኢል ሸርሽ ሎኽ ሳክ ናታቶም ቦርሳ ይደልዩ ኣለዉ ሎኽ ሳክ እቲ እቶም ሰባት ብዙሓት እዮም እቲ ቦርሳ ከዓ ብዙሕ ስለ ዝኾነ ሎኽ ሳክ ይብል ኣለኹ ማለት እዩ ስለዚ ኣብዚ ከዓ ሜዞ ኤ ግራንድ

ፕኽኑ ፕኽኑ ሶሪ ፕኽኑ እንድሕር ኮይኑ ንዓና እንድሕር ኮይኑ ፕኽኑ ስለዚ ፕኽኑ እንድሕር ኮይኑ ኖት ፓኾ ድዩ ዝኸውን ዘሎ ወላስ ኖ ፓኾ ወላስ ሎኽ ፓኾ ድሕሪ ኖት ፓኾ ተኮይኑ ተረዲኹምኒ ናና ስድራ ናይብላ ኣለኹ ኣብዚ ግን እንታይ ኣለዎ ኤስ ኣለዎ ማለት እዩ እቶም ስድራ ቤት ከዓ ብዙሓት ስለ ዝኾኑ ሕጂ ፕክኑ ስለ ዘሎ ብዚ ን ብዙሓት ሰባት ስለ ዝኾንና ማለት እዩ ን ፓኾ እብዚኣ ን ክትከውን ትኽእል እያ ግን ንሕና ብዙሓት ስለ ዝኾንና ፕክኑ ኢሉና ስለ ዘሎ ብዚ ን ፓኾ ን ፓኾ ስንት ስድራ ቤትና ኣብ ዝለዉ እቶም ሰባት ብዙሓት እዮም እቶም ስድራ ቤት ከኣ ብዙሓት እዮም ዝኾኑ ዘለዉ ማለት እዩ ኣሎር c'est il n'a téléphone pour elle c'est son téléphone c'est son ተሌፎን ናታ ተሌፎን እዩ ፑክኤል ስለ ዘሎ ብዚ ማለት እዩ ፑክኤል ንዓኣ ስለ ዝኾነ ናታ ተሌፎን ሴ ሶን ተሌፎን ይብለና ኣሎ ማለት እዩ ኣብዚ ወዲእና ኣለና ተረዲእኩም ክኸውን ተስፋ ይገብር ከም ፓርታጅ ወይ ድማ ፈሎው ዘይገበርና ሳብስክራይብ ንግበር ብኮመንት መወዳእታ ዝረኣኹማ ከዓ ኮመንት ወላቶም ዘይረኣኹማ ክሳብ መወዳእታ እቲ ሰምዑን ድሕር ኣለኹም ኦረዲስ ዝኾነ ምልክት ክግበረለይ ክሳብ መወዳእታ ከም ዝረኣኹሞ ምልክት ፍልይ ዝበለ ኮመንት ጸሓፉለይ ማለት እዩ ክምለሰልኩም እየ ተገዲሰ ሰላም መዓልቲ ይግበረልኩም ሕቶት ሃልዩኩም ሕቶትኒ ባባይ።